ሰላም ኩቡራት ተኻታተልቲ ንሕጂ ኣብ ዝተዳለወ ዜናታት ኤሎን ማስክ ብ ኤርትራውያን ዝቐረበሉ ሕቶ ኣብ ትግራይ ሰለስተ ሚእትን ኣርባዕተን ሲቪላውያን ምቕታሎም ምሕባሩ መራሕቲ ስዑዲ ዓረብን ኢማራትን ንባይደን መልዓል ቴሌፎን ምእባዮም ኣብ ዩክሬን ዘሎ ኩናት ዝምልከት ዘሎ ሓድሽ ምዕባለታትን ካልእን ዝድህስስ ክኸውን እዩ ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩን ነታ ደወል ክትጥውቑን ብኽብሪ ይዕድመኩም። ኣብ ዝሓለፈ ቀረባ መዓልታት ንዩክሬን ዝደገፈ ቢልዮነር ኤሎን ማስክ ንኤርትራ ኣገልግሎት ኢንተርኔት ክህብ ጻውዒት ቀሪቡሉ። ኣብ ዩክሬን ንኢንተርኔት ከይቋረጽ ዝሰግአ ወናኒ ስፔስ ኤክስ ኤሎን ማስክ ናይታ ስታርሊንክ እትበሃል ትካሉ ሸሓነታት ንዩክሬን ድሕሪ ምሃቡ'ዩ እቲ ሕቶ ቀሪቡሉ። ኣብ ዲያስፖራ ዝርከቡ ኤርትራውያን ስታርሊንክ ፎር ኤሪትሪያ ዝብል ሃሽታግ ብምድላው ነታ ብሰንኪ ስእነት ኣገልግሎት ኢንተርኔት ካብ ዓለም ተነጺላ ዝጸንሐት ሃገሮም ኢንተርኔት ክትረክብ ጎስጓስ ጀሚሮም ኣለዉ። ኤርትራ ዝተሓተ ተበጻሕነት ኢንተርኔት ዘለዋ ኣፍሪቃዊት ሃገር ምዃና ዓለም ለኻዊ ማሕበር ቴሌኮምኒኬሽን ይገልጽ። ብመሰረት እቲ ትካል ዘውጽኦ ጸብጻብ፣ ከባቢ ሓደ ሚእታዊት ካብ ህዝቢ ኤርትራ ጥራይ'ዩ ኣገልግሎት ኢንተርኔት ዝረክብ። መንግስታዊ ትካል ኤርቴል ኣብታ ሃገር ኣገልግሎታት ቴሌፎንን ኢንተርኔትን ዝህብ እንኮ ትካል ኮይኑ፣ ዋላኳ ናይ ብሕቲ ካፌታት ኢንተርኔት እንተለዋ፣ እቲ መስመር ኣዝዩ ድኹም ብምዃኑ ኣድማዕነት ከምዘይብሉ'ዩ ዝግለጽ። ንመንግስታዊ ምቁጽጻር ብምጥሓስ ፌስቡክን ትዊተርን ዝኣመሰሉ ማሕበራዊ መራኸቢታት ንምጥቃም ሰባት ቪፒኤን ከም ዝጥቀሙ እዩ ዝሕበር። ኣብ ዝሓለፈ ሰሙን ኤርትራ ሓንቲ ካብተን ንወራር ሩስያ ኣብ ዩክሬን ዝኹንን ውሳነ ውድብ ሕቡራት ሃገራት ብምቅዋም ኣብ ጎኒ ሩስያ ከም ዘለዋ ዘነጸራ ሃገራት እየን። እተን ካልኦት ኣርባዕተ ሩስያ ባዕላ፣ ቀንዲ ጎረቤታ ቤላሩስ፣ ሰሜን ኮርያን ሶርያን እየን። ስታርሊንክ ኣብ ክንዲ ኣብ ባይታ ዝተዘርግሐ ፋይቨር ኦፕቲክ ገመድ፣ በተን ኣብ ዑደት ዘለዋ ሳተላይታቱ ገይሩ እዩ ኣገልግሎት ኢንተርኔት ዝህብ። እተን ሳተላይት ግን ብመንገዲ ኣብቲ ከባቢ ዝርከብ መደብር እየን ነቲ ኣገልግሎት ክህባ ዝኽእላ። ኣብቲ ናይ ዩክሬን ኩነታት ከኣ ኣብ ጎረቤት ሃገረ ፖላንድ ሓደ መደብር ከም ዘለዎ ይፍለጥ። እዚ ሕጂ ብኤርትራውያን ቀሪቡ ዘሎ ሕቶ፣ ኢሎን ማስክ ከምቲ ኣብ ዩክሬን ገይርዎ ዘሎ ሓገዝ ክገብር ዝጽውዕ ኮይኑ፣ ክሳብ ሕጂ ከኣ እቲ ኣሜሪካዊ ቢልዮኔር ዝሃቦ መልሲ የለን። ላዕለወይቲ ኮሚሽነር ሰብኣዊ መሰላት ውድብ ሕቡራት ሃገራት ሚሼል ባቸለት ኣብ ውሽጢ ሰለስተ ወርሒ ሓይሊ ኣየር ኢትዮጵያ ኣብ ክልል ትግራይ ብውሑድ ዓቐን ድማ ኣብ ክልል ዓፋር ብዘካየዶ መጥቃዕቲ 304 ሲቪላውያን እንክቕተሉ 373 ከምዝቖሰሉ ኣፍሊጣ። ብሰንኪ እዚ ድማ ብዙሕ ንብረት ሰላማውያን ሰባት ከም ዝዓነወ እውን ሓቢራ ኣላ። ንሳ ትማሊ ኣብ መበል ኣርባዓን ሽዱሽተን ኣኼባ ቤት ምኽሪ ሰብኣዊ መሰላት ውድብ ሕቡራት ሃገራት ኣብ ዘቕረበቶ ጸብጻብ፣ ካብ ዕለት ዕስራን ክልተን ወርሒ ሕዳር ክልተ ሽሕን ዕስራን ሓደን ከሳብ ዕስራን ሸሞንተን ለካቲት ክልተ ሽሕን ዕስራን ክልተን ኣብ ክልላት ትግራይን ዓፋርን ኣብ ልዕሊ ትካላት ጥዕናን ኣብያተ ትምህርትን ሰፊሕ መጥቃዕቲ ከም ዝተፈጸመ ሓቢራ። ምስ ምስፋሕ ኲናት ትግራይ ተዛሚዱ ኣብ ሰለስቲኣን ክልላት ኩነታት ሰብኣዊ መሰላት ኣብ ሕማቕ ኩነታት ከም ዝርከብ እውን ተዛሪባ። ብጀካ እዚ ምልሻ ትግራይ ኣብ ልዕሊ ኤርትራውያን ስደተኛታት በደላት ፈጺሞም ክትብል እውን ከሲሳ ኣላ። ኣብዚ መድረኽ ተረኺባ መልሲ ዝሃበት ወኪል መንግስቲ ኢትዮጵያ ግና ጸብጻብ እታ ላዕለወይቲ ኮሚሽነር ቅኑዕ ኣብ ዘይኮነ ዛንታ ዝተመርኮሰ ገምጋም እዩ ክትብል ተቓዊማቶ። ኢትዮጵያ ከቢድ ናይ ጸጥታ ጸገም ኣጋጢምዎ ከም ዘሎ ከም ዘይከሓድ ዝገለጸት እታ ወኪል እንተኾነ እቲ መግለጺ ንጻዕርታት መንግስቲ ኣብ ግምት ዘየእተወ እዩ ኢላ። ከም ዝዝከር ሚሸል ባቸለት እትመርሖ ኮሚሽን ምስ ኮሚሽን ሰብኣዊ መሰላት ኢትዮጵያ ብምትሕብባር ኣብ ትግራይ ገበናት ኲናት ክኾኑ ዝኽእሉ ገፍዕታት ምፍፃሞም ዝገልፅ ፀብፃብ ሰብኣዊ መሰላት ብመራሕቲ ክልል ትግራይ ተቐባልነት ኣይረኸበን። ቤት ምኽሪ ሰብኣዊ መሰላት ብወገኑ ነቲ ኣብ ትግራይን ኣብ ካልኦት ከባቢታት ኢትዮጵያን ተፈፂሙ ዝበሃል ግህሰት ሰብኣዊ መሰላት ደጊሙ ዘፃሪ ዓለም ለኻዊ ኮሚሽን መርማሪ ጉባኤ ዝሰየመ ኮይኑ መንግስታት ኢትዮጵያን ኤርትራን ግን ነዚ ተቓዊሞም ኣለው። ኣብቲ ጸብጻብ፣ ኣብቶም ዝተጠቕሱ ኣዋርሕ ኣብ ሰሜን ኢትዮጵያ ከበድቲ ጥሕሰት ሰብኣዊ መሰላት ዘመልክቱ እሙናት ጸብጻባት ከም ዝተረኽበ ይግለጽ። ኣብ ወርሒ ታሕሳስ ክልተ ሽሕን ዕስራን ሓደን ጥራይ፣ ኣብ ከተማ ኣላማጣ ኣብ ዕዳጋን ሆቴልን ብዝተኻየደ ደብዳብ ነፈርቲ ሚእትን ዕስራን ሰባት ከም ዝተቐትሉ፣ ኣብ ወርሒ ጥሪ ክልተ ሽሕን ዕስራን ክልተን ኣብ መዓስከር ስደተኛታት ኤርትራውያን ማይ-ዓይኒ ከምኡ ድማ ኣብ ግዝያዊ መዕቖቢ ተመዛበልቲ ደደቢት ዝተፈጸመ መጥቃዕቲ ኣየር ሱሳ ሰባት እንክቕተሉ ሚእትን ሱሳን ትሽዓተን ድማ ቆሲሎም እዮም ይብል። ቤተ መንግስቲ ኣሜሪካ ዋይት ሃውስ ኣብ መንጎ ፕሬዚደንት ጆ ባይደንን መራሕቲ ስዑዲ ዓረብን ኢማራትን ርክብ ንምፍጣር ዝገበሮ ጻውዒት ቴሌፎን ከምዘይሰመረ ዎል ስትሪት ጆርናል ጸብጺቡ። ኣሜሪካ ንዩክሬን ዓለም ለኻዊ ደገፍ ንምድልዳልን እቲ ዝልዕል ዘሎ ዋጋ ነዳድን ንምግታእን ኣብ እትሰርሓሉ ዘላ ግዜ እዩ ዋይት ሃውስ ንሰለስቲኦም መራሕቲ ንምርኻብ ፈተነ ኣካይዱ ዘሎ። ሰብ መዚ ማእከላይ ምብራቕን ኣሜሪካን ነታ ጋዜጣ ከም ዝሓበርዎ፣ ኣብዚ ቀረባ ሰሙናት ልኡል ስዑድ ዓረብ መሓመድ ቢን ሰልማንን ልኡል ሕቡራት ኢማራት ዓረብ ሼኽ መሓመድ ቢን ዛይድን ንፕረዚደንት ባይደን ከዛርብዎ ብኣሜሪካ ዝቐረበሎም ሕቶ ነጺጎሞ እየ ኢሎም። ሰብ መዚ ስዑድ ዓረብ ንጋዜጣ ዎል ስትሪት ጆርናል ከም ዝሓበርዎ፣ ስዑድ ዓረብ ኣብ ኲናት ሓድሕድ የመንን ኣብ ምህናጽ ሲቪላዊ ኒዩክለራዊ ጸዓትን ዝያዳ ሓገዝ ክግበረላ ከምኡ'ውን ልኡል መሓመድ ቢን ሰልማን ኣብ ኣሜሪካ ከይኽሰስን ዝብሉ ጠለብ ኣለውዋ ኢሎም። ወረ ስዕረት ንግስነት ስዑድ ዓረብ ልኡል ሞሓመድ ቢን ሰልማን ብቕትለት እቲ ጋዜጠኛ ዋሽንግቶን ፖስትን ነቓፋይ ስዑድ ዓረብን ዝነበረ ጀማል ኻሾቕጂ ሓዊሱ ኣብ ኣሜሪካ ከም ዝተኸሰሰ ይፍለጥ። ሞሓመድ ቢን ሰልማን እቲ ብ ክልተ ሽሕን ዓሰርተ ሸሞንተን ዝተፈጸመ ቅትለት እቲ ጋዜጠኛ ከም ዘጽደቐ ሓደ ጸብጻብ ስለያ ኣሜሪካ ገሊጹ ነይሩ'ዩ። እቲ ብምምሕዳር ባይደን ዕላዊ ዝተገብረ ጸብጻብ እቲ ልኡል ጋዜጠኛ ኻሾቕጂ ንኽተሓዝ ወይ ክቕተል ዝወጸ መደብ ኣጽዲቑ እዩ ዝብል። ጆ ባይደን ብወገኑ ኣብ እዋን ጎስጓስ ፕሬዝደንታዊ ምርጫ፣ ስዑድ ዓረብ ንዝፍጸሙ ግህሰታት ሰብኣዊ መሰል ዋጋ ክትከፍል እያ ክብል ቃል ምእታዉ ይዝከር። እዚ ከምዚ ኢሉ እንከሎ ድማ ኢማራት እውን ኣሜርካ እቶም ብኢራን ዝድገፉ ምልሻታት ሑቲ ኣብዚ ቀረባ ግዜ ኣንጻር ኢማራት ዓረብን ስዑድ ዓረብን ንዝገበርዎ መጥቃዕቲ ሚሳይል ብዘይምግትኣ ምስ ስዑድ ዓረብ ከም ዝተሻረከት ዎል ስትሪት ጆርናል ጸብጺቡ ኣሎ። ሚኒስተር ወጻኢ ጉዳያት ሩስያ ሰርጌይ ላቭሮቭን ናይ ዩክሬን ወጻኢ ጉዳያት ሚኒስተር ዲሚትሪ ኩሌባን ኣብ ቱርኪ ክራኸቡ ምዃኖም ሚኒስትሪ ጉዳያት ወጻኢ ሩስያ ኣረጋጊጹ። እዚ ርክብ ከኣ ኲናት ዩክሬን ድሕሪ ምጅማሩ ኣብ መንጎ እዞም ላዕለዎት ሰብ መዚ ንመጀመርታ ግዜ ዝካየድ ርክብ እዩ። መንግስታዊት ማዕከን ዜና ሩስያ ርያ ንኣፈኛ ሚኒስትሪ ጉዳያት ወጻኢ እታ ሃገር ማርያ ዛካሮቫ ጠቒሱ ኣብ ዝሃቦ መግለጺ ረቡዕ ንግሆ ከም ዝሓበሮ ሰርጌይ ላቭሮቭ ኣብቲ ኣብ ኣንታልያ ቱርኪ ዝካየድ ኣህጉራዊ ዲፕሎማስያዊ መድረኽ ዝሳተፍ ኮይኑ ምስ መዘንኡ ኩሌባ ዝግበር ርክብ ከኣ ኣብኡ ክኸውን ተመዲቡ ከምዘሎ ተፈሊጡ'ሎ። እዚ ርክብ ብሚኒስተር ወጻኢ ጉዳያት ቱርኪ ዝተኣማመንን ብመልክዕ ስሉሳዊ ርክብ ኣብ መንጎ ላቭሮቭ፣ ኩሌባን ናይ ቱርኪ ሚኒስተር ወጻኢ ጉዳያትን እዩ ዝካየድ። ዛጊት ተረጋጊጹ ከምዘሎ ከኣ ርክብ ክልቲኦም ሚኒስተራት ዓሰርተ መጋቢት ክካየድ እዩ ተባሂሉ'ሎ። እቲ ኣህጉራዊ ድብሎማስያዊ መድረኽ ከኣ ንጽባሒቱ ዓሰርተ ሓደ መጋቢት ክጋባእ እዩ። ኣብ መንጎ ሩስያን ዩክሬንን ክካየድ ዝጸንሐ ዘተታት ሰላም ብድሆታት ዝበዝሖን ዛጊት ዝኾነ ፍረ ዘየምጸኣን ምዃኑ እዩ ዝፍለጥ። እዚ ከምዚ ኢሉ እንከሎ ድማ ወራር ሩስያ ኣብ ዩክሬን መበል ዓሰርተ ኣርባዕተ መዓልቲ ሒዙላ ኣብ ዘሎ ግዜ ኣብ ኬቭን ካልኦት ከተማታት ዩክሬንን ደወል መጠንቀቕታ ነፋሪት ተሰሚዑ። ካብታ ጽዑቕ ደብዳብ ሩስያ ዝቐነያ ሰሜናዊት ምብራቕ ከተማ ሱሚ ዝተገብረ ክልተ መስርሕ ምውጻእ ድማ ብዓወት ከም ዝተፈጸመ ዩክሬን ኣፍሊጣ'ላ። ፕሬዝደንት ዩክሬን ቮሎድሚር ዘለንስኪ ብወገኑ ካብቲ ኣብ ኬቭ ዝርከብ ቤት ጽሕፈቱ ኮይኑ ንኣባላት ባይቶ ብሪጣንያ ትጽቢት ዘይተገብረሉ መደረ ኣስሚዑ'ዩ። ንሱ ንዊንስተር ቸርችል ጠቒሱ፣ ኣብ ጫካ፣ ኣብ በረኻ፣ ኣብ ገማግም ባሕሪ፣ ኣብ ጎደናታት ክንቃለስ ኢና ክብል ንሩስያ ኣጠንቂቑ። ብኻልእ ወገን ድማ ብሰንኪ ናይ ዩክሬን ኲናት ፕሬዝደንት ኣሜሪካ ጆ ባይደን ሓድሽ ውሳነ ብምውሳድ ሃገሩ ካብ ሩስያ ጋዝ፣ ነዳድን ከሰልን ከይተእቱ እገዳ ገይሩ ኣሎ። ብጀካ እዚ ኣሜሪካውያን ኣውፈርቲ ኣብ ናይ ሩስያ ናይ ነዳድን ጋዝን ከሰልን ትካላት ከየውፍሩ ኣጊዱ እዩ ዝርከብ። ብሰንኪ እዚ ዝካየድ ዘሎ ኲናት ኣብዚ እዋን ክልተ ሚልዮን ዝበጽሑ ስደተኛታት ካብ ዩክሬን ከም ዝወጽኡ ውድብ ሕቡራት ሃገራት ኣፍሊጡ ኣሎ። እዚ ኸኣ ድሕሪ ካልኣይ ኲናት ዓለም ዝተመዝገበ ዝቐልጠፈ ናህሪ ቅልውላው ስደተኛታት ኣብ ኢሮጳ ኮይኑ ኣሎ። ብተወሳኺ ድማ ኣሜሪካውያን ትካላት ማክዶናልድ፣ ስታርባክስን ኮካ ኮላን ድማ ብሰንኪ እቲ ዘሎ ኲናት ስርሐን ኣብ ሩስያ ደው ኣቢለን ዘለዋ ቀዳሞት ኩባንያታት ምዕራብ ኮይነን ኣለዋ።